ሰላም ሰላም ተኸታተልተይ ከመይ ቀኒኹም ከመይ ኣለኹም ለማዓንቲ ከዓ ብሓድሽ ሚድዮ ደጊመ ተመሊሰ መፅእኩም ኣለኹም ለማዓንቲ እንታይ ሒዛ መፅያ ዶ ትብል ዘለኹም እንታይ እዩ ዝረኣየና ዘሎ ዶ ትብሉ ኢኹም ሓቀይ ለማዓንቲ እዚ ዓተር እዩ ዓተር ኣብ መጀመርታ ኣብቲ ናይ ወርሒ ኣርባዕተ ወርሒ ኣርባዕተ ማለት እዩ እዚ ወርሒ ኣርባዕተ ፍርቂ ገለ ቢልና ናብ ወርሒ ሓሙሽተ ገፁ ዝተኸልናዮ ኣብ ወርሒ ኣርባዕተ ኣብ ገዛ ኣብዚ ናይ ብራንዳ ማለት እዩ ባርኮን ዝበሃል በዚ ናይ ዓዲ እንደ ይፈልጥኒ ናትኩም ዘለኹም ዓዲ እ፣ ኣብ ገዛ እዩ ሓፂዮ ኣፍሊሰዮ ኣብ መትሓዚ ገይረ እቲ ዓተር ተኺለዮ ብድሕሪኡ እ፣ ክሳብ ክልተ ሰሙን ገለ ዝገብር ኣይተኸልኩዎን ናብ መሬት ኣየውርድኩዎን ናብቲ ናይቲ ዝኸስ ዝዳለኽዎ ማለት እዩ ኣብኡ ንክልተ ሰሙን ግን ማይ እንዳስተኹ ማለት ቀስ እንዳገበርኩ ተኺለዮ ብድሕሪኡ ቀስ ገይረ ሓፍ ኣቢለ ናብዚ መሬት ትሪእዎ ዘለኹም ናብኡ ኣቢለ ማለት እዩ እዚ ትሪእዎ ዘለኹም ከዓኒ ኮሚደረ እዩ እዚ ኮሚደረ እኳ ገሊኡ ገዚእናዮ ኢና ዳርጋ ዝተገዘ ይብዝሕ ፈልሲ ማለት እዩ ኣይ ባዕለ የፍልስ ኮነ ኣብ ገዛ መጀመርታ ዓመት እየ ከዓ ከምዚ ጀምር ዘለና ማለት እዩ ለዘበን ኢና እዚ ከምዚ ገና ኣብ ጥቃ ገዛና ከምዚ ገና ማለት እዩ ቅድሚ ሕጂ ኣይጥቀምን ኢና ነርና ኣይተፈቀደናን ኣጋጣሚ ሕጂ ግን ዝተፈቀደና ግን እታ መሬት ንእሽተይ እያ ብጣዕሚ ግን እኽብቲ እያ ንእሽተይ ነገር የለን እንካላይ ከዓኒ ድኹዕን ድኹዕ ጥራት የድልየካ በቃ እቲ ፈልሲ ዝፈለሰ ክትገዙ ተደሊኹም ዝፈለሰ ገዚእኹም ኣብ ገዛኹም ከምዚ ገርኩም ብጣዕሚ ብቐሊል ነገር ፍረሽ ኣብ ግዜ ዝሕጃ ሓጋይ ዘለናዮ ክትገብሩ ትኽእሉ ኢኹም ማይ እኳ ሓቂ ዘረባ ብጣዕሚ በርቲዑ ነቲ ብፍላይ ነቲ ዓተር ብጣዕሚ ማይ በዚሕዎ ነይሩ ነቲ ዕፉን ነዚ ኮሚደረን ጉዕን ግን ዋላ ሓንቲ ኣይጎብሮን እዩ ዋላ ሓንቲ ፀገም የብሉን እንተነት ዓተር ግን ብጣዕሚ በቃ ማይ በዚሕዎ ማይ ስለ ዝበዝሖ ብዙሕ ፍረ ኣይፈረየን ዘሎ ንዓመታ ብዝያዳ ንመጀመርታና ስለ ዝኾና ቁሩብ ኢና ገርናዮ ከምዚ ንመፈተን ምሻሎ ዘይንፍትኖ ዝብል ሓሳብ ኢና ኢና ትኾሚድ እቲ ዓተር ብፍላይ ኣብ ገዛ ስኢለ እስኪ ክኸውን ዶ ይኸውን እንዳበልኪ ባዕለይ ይፍሊሰዮ ክፍትነ ኢለ ማለት እዩ ብድሕርኡ ማለት እዩ ኣብዚ ሕጂ ሰዓት በፂሕዎ ዘሎ ከምዚ መሲሉ ማለት እዩ ረኣይዎ ዕምባባ በቲ ይዕምብብ ኣሎ በቲ ከኣነ ፍረ ገሩ ማለት እዩ ብጣዕሚ ደስ ክብለካ ማዕቲ ሓቂ ዘረባ ሸዊት ዓተር ቀሊል ኣይኮነን ክንረኽቦ ከለናስ ብጣዕሚ ጥዑም እዩ ብፍላይ እቶም ናይ ሃገረሰብ ዝዓበኹምሲ ካብ በረኻ ካብ ናይ ዝኾነ ግራት ቅንጥብ ኣልካ ኢኻ ትወስድ ኣብ ዓዲ ናይ እንዳኹስቶ ናይ እንዳኹስቶ ኣይትብልንኻ ከየብዛሕካ ምሕው ኣቢልካ ኢኻ ትወስድ ራይዎ እዚኣ ጉያ እባ ረሲዐልኩም ከዓ እሽፒናት ከዓ እሽፒናት ብትግርኛ ከዓ ሓምሊ ቆስጣ ማለት እዩ ብጣዕሚ እዩ ዝፈሪ ንዝያዳ ንዓ ክነግረክን ስለ ዝደለኹ እዛ ቪድዮ ሰራሕ ከለኹ ሓምሊ ቆስጣ ኣብኡ ከሎ እዩ ፀባይ ኣብኡ ፍሊስ ውፍቲ እትሪእዎ ዘለኹ ማለት ምስ ጥቃዓተር ኣብኡ ኣብ ጎማ ማለት ዓብዪ ጎማ ኣብኡ እዩ ኣፍሊስዎ ኣነ ኮይ ረኣኹ ድሕሪ ክንደይ ርእየስ እንታይ ዳሉ ዝገለ ብነርስ ድሓርስ ነጊርና ሰላጣ እዩ ከዓ ሓምሊ እዩ እኮ ሓምሊ ቆስጣ እዩ ንሳላጣ ፈቲና ኣጋጣሚ እዞም ሓሰኻብ እንዳብልዑ ብጣዕሚ ኣሸጊሮምና ክንደይ ክንደይ ነሩ ሓቂ ዘረባ ዚኩኒ ፈቲና ገለገሊኡ ሓሪሩ ገለገሊኡ ግን ራእይዎ ዝዓተር እዩ ሓይሉ ፅቡቅ ኮይኑ እምበር እቲ ካልእ ዳርጋ ከም በዓል ሳላጣ ዚኩኒ ነበረ ሓሪሩ ዝያዳ እዞም ኮሚደረን ሓምልን እቶም ኮሚደረን ግን ብጣዕሚ ጽቡቕ ዝኾነ ማለት እዩ ካብቲ ደስ ዝበለኒ በቃ ከምዚ ጌርና ባዕልና ኢና ኣፋኹስ ኣፋኹስ እናበልኩ ኣብ ዘርከብኩ ግዜ ከምዚ እንዳገበርኩ ደገ ወፂ ውፅ ተይለ ቆልዑ ከፃወት ከምዚ ገር ኩስኩስ ኩስኩስ የብሎ ብንእሽቱ ኮለ ማለት እዩ ሕጂ እኳ ዝዓተር እኳ ማይ ገዲፍና ኢና እቲ ካልእ ግን ማይነስት የለን ኣይና እቲ ጉዕንቲ ኮሚደረን እቲ ሽፒናት ሓምልን ሓምሊ ቁስጣን ማለት እዩ ንዕኡ ማይነስት የለን ኣይና ምክንያት ማይ ይደሊ እዩ እቲ ካልእ ግን ማይ ኣይደሊ ነቲ ኮሚደረ ከዓ ባሌት ከድልየኩም መደገፊ ማለት እዩ ሰብኣየ ብጣዕሚ ክፅቡ መዓት ከም ዝረእኹሞ ክፅቡ መዓት ገሩ ባሌት ገሩሉ ማለት እዩ ኣብ ዝወርር ንሱ ከዓ ኩስኩስ እንዳበለ ዝድገፍ ድግፍ እንዳበለ ኣነ እኳ እዚኣ ከምዚኣ እያ ሓይሊ ኩስኩስ ኩስኩስ ማይ ድፍኢ እምበር ብዙሕ ናይ ጀርጀን ክእለት የብለይን ጀርጀን እውን ሰሪሐ ኣይፈልጥን እየ ንሱ ግን ብጣዕሚ ይኽእሎ መዓት በቃ ዛላ ዛላ ይገብረሉ ማይ ክደፍኣሉ ከሎ ናይ ባጅጎ ማይ ክመፅእ ከሎ ዛላ ዛላ ገርሉ ፀንሕ ምሽ ብጣዕሚ ፅቡቅ ሽዑ ማይ ፅቡቅ ይኣትዎ ሽዑ ማይ ብጣዕሚ በቃ ትርክስቲ መሬትካ መሪቢል እንድሕር ገዚእኹም ከኣ ተተጠቂምኩም ከኣ ናይ ማይ ላስትኹም መስተይ ገርኩም ከየብዛሕኩም ማእኸላይ እንዳገበርኩም ተስትይዎ ትኽእሉ ኢኹም እየ እዚ ናትና ራእይዎ ብጣዕሚ ክፅቡቅ መዓት ኮይኑ ሓቂ ዘረባ እዚ ራእይዎ ናይ ዝሓለፈ ቪድዮ እዚ ትርእይዎ ዘለኹም ናይ ዝሓለፈ ቪድዮ እዩ ኣብዚ ሕጂ ሰዓት ዝለ ወገን ከርእየኩም እያ መጠረሻ ተኸታተልኩም ኣይተ ኣብዚ ሕጂ ሰዓት ዘለዎ ከኣ ነዚ ይመስል ማለት ራይዎ እዚ ራይዎ ከምዚ ናይ ዓድና ግን ብዙሕ ኣይ ፍረ ኣይፈረየን ማይሲ ብጣዕሚ በርቲዑ ነሩ ኣብቲ ናይ ወርሒ ሓሙሽተስ ብርቱዕ ማይ ይሃርም ነሩ ክበዝሕ መዓት ማይ ብርቱዕ ማይ ስለ ዝሃርም ነበረ እዚ እዚ ዓተር ማለት እዩ ከምቲ ዝድለስ ኣየብልን ቆፅልን ቆፅሊ ጥራይ ኮይኑ ራይዎ ኣብዚኣኻ ሰለስተ ድን ኣርባዕተ ሰለስተ ዕፉን ኣለዋ ኣብ ገዛ ከም ዝበልኩም እዚኤን ከዓ ተሓምሊ ብዝያዳ ኣብ ሓምሊ ፀቂጠ ማለት እዩ እዚኣ ከዓ ጉዕያ እዚ ከዓ ተዓተረ ማለት እዩ ብጣዕሚ ክፅቡቅ ናዕት ሓቂ ዘረባ ኣነ ብጣዕሚ ይፈትየ ራይዎ እዚ ብሩሕ ኮይነ ብማዕደ እዩ ስእሉ ዘለኹ ቪድዮ ማለት እዩ

እዚ ዝብለኩም ዘለኹ ኸኣ ኣብኡ ስለ ዝረኣኹ እየ። በረኻ ዝዘርኡሉ ሳላጣ፣ ኮሚደረ፣ ድንሽ ገለመለ ከምኡ ዝዘርኡ ኣለዉ ምሽ ዶ ኣብ በረኻ ፍልይ ዝበለ ኣለዉ ኬድካ ፍረሽ ተምፅእ ኣንቋቑሖ ገለ ሽየጥ ኣብ ሓፂሩ ኣኮም ኬድና ኣጋጣሚ እንዳተዛወርና ከለና እንዳሓለፍና ከለና ቆልዓ እንዳዛወርና ከለና ምስ ሰብኣይ ማለት እዩ እቲ ዓተር ርኢናዮ ካብኡ ሽዑ ወሲድና ተመሊስና ካልኣይ መዓልቲ ምስ መሓዛይ ኬድና ከዓ ከምዚ ዝበልኩኹም ከፊልና ማለት እዩ ነገር ማለት እዩ ሰልዲ ኣብታ ካሳ ኣብታ ናይታ ቦክስ ኣብታ ኣብኣ ሰልዲ ትገብር እሞ ሽዑ ብፍረ ቆንጥብኦ ኢልና ምክንያቱ ብፍረ ከምዚ ገርኩም በዛ ዛዕጎል ንድሕር ቅንጥብ ቅንጥብ ኣቢልክንኦ እቲ ተረፈ ከዓኒ ምእንታን ክኣክል ሰዊት ክኸውን ሕጂ ከምዚ ገርክን ቅንጥብ ቅንጥብ ኣብሎ እሞ ድሕሪኡ ከዓ ሓደ መዓልቲ ከዓ መፅኣ ከዓ ትወስዳ ምስ በለና ማለት እዩ ሓደ መዓልቲ ከይድና ምፅና ካልኣይ መዓልቲ ከዓ ምስታ መሓዛይ ምስ ረኣናይ ከምዚ ልለምሰልኳ ማለት እዩ ክልቴና ከድና ከዓ ከምዚ ገርና ብጣዕሚ ቅንጥብ ኣቢልና ኣምፂና ማለት ነዊሕ ዓመት ኮይኑ ከም ዝበልኩኹም ነዊሕ ዓመት ኮይኑ እዩ ሓያል ጌርና ኢና እዚ ከምዚ ካብ ንሪኡ ማለት እዩ ኣጋጣሚ ግን ኣብዚ ገዛ ኣይተመለስኩ ነርና ናብዚ ዘለኹ ሕጂ ገዛ ኣብ ካልእ ቦታ ቀይርና ስለ ዝነበርና ተመሊስና ምስ መፃ ገና ግን ኣብዚ ሕጂ ሰሓምሉ እዩ ኩሉ እዚ ኣብዚ ገዛ ተኺልናዮ ዘለና ኣብኡ ኣሎ ብጣዕሚ ሽዑስ እዋ ከምዚ እስኪ ክንሓቶ ኢና ልና ነቲ ዋና ገዛ ሓቲትና ማለት እዩ ኣብዚኣ ምስ ቅደልና ከምዚኣ ገርና ለዘበን ንሕና ከዓስ እስኪ ዘይንፍትን ኢልና ከምዚኣ ገርና ማለት ፈቲና ረኣይዎ እቲ ኮሚደረ ብጣዕሚ ክፅብቅ መዓት ገይኑ እቲ ዓተር ማለት እዩ ኮሚደረ እዩ ኮሚደረ ቅንጥስ ኣሎ ራይኒ ኮሚደረ ኣብዚ ከዓ ጉዕ ኣሎ ድቕቕ ዝበለ ሓድሽ ሕጂ ዝተኸልናዮ ኣብ ፀሩ ግዜ ጉዕ ከዓ ኣሎ ንቀነስ ተኸሉ እዩ ማለት እዩ እዚ ካብ መንጎ ከዓ ዕምባባታት ከዓ ዝተኸልኩ ኣሎ እዚ ከዓ እቲ ኮሚደረ ማለት እዩ ኣብዚ ሕጂ ሰዓት ዘለዎ ኮሚደረ ማለት እዩ ራይዎ ተሓምሊ ራእይዎ ተሓምሊ ብፍላይ ኣነ ፈትየ እንዲ ብቀዳማይ ቅንዲበ ወሲደ ብጣዕሚ ክጥዕሞ ዓት ደስ ክብለኪ ማዕቲ እዚ ከዓ ተዓተር እዩ ያው ከምዚ ግበሩ ንእሽተይ እንድሕር ሃልያትኩም ከምዚ ኣገርኩም ኩስኩስኩስ ኣቢልኩም ኣብ ገዛኹም ፈልሲ ኣፍልስ ኣቢልኩም ኣብዚ ናይ ወርሒ ኣርባዕተ ፈልሲ ኣፍልስዎ እሞ ኣብ ገዛ ኣፍልስዎ ኣብ ደገ ተፍልስዎ ኣብ ገዛ ኣፍሊስኩም ድሓር ናብዚ ትወስድዎ ማለት እዩ ናብዚ ደገ ናብቲ ዘለኩም ቦታ ናብኡ ኣብኡ ከድኩም ብከምዚ ዕንጨይቲ በሊሕ ነገር ጌርኩም ንውሽጢ ትኽል ኣቢልኩም ኣብኡ ትኽል ትኽል ተብሉ በብኣርሓቕ ኣረሓሓቕ ኣረሓሓቕ እናበልኩም ትተኽልዎ ማለት እዩ ብድሕሪኡ ወላ ሓንቲ ማይ ጥራይ ዘድልየኩም ካብኡ ብፍላይ ዓተርሲ ማይ ጥራይ ዘድልየኩም ኣብቲ ትኽል ምስ ኣበልኩሞ ንክልተ ሰሙን ዝኸውን ማይ ኣስቲ ኣስቲ ምስ ኣበልኩሞ ብድሕሪ ትገድፎ ናይ ባዕሉ ናይ ባጅጎ ከዓ ስለ ዝሃርሞ ግድን ኣይኮነን ማይ ክተስትይዎ ማለት እዩ እቲ ሓምልን እቲ ጉዕን ግን በቃ ስቕልኩም እቲ ኮሚንደርን ስቕልኩም ኣስትይዎ ኣብ ግዜ ዝርከኩም ኣብ ሳልስቲ ብሳልስቲ እናገበርኩም ማይ ኣስትይዎ እዚ ላይዎ ዕምባባታት በቲ ትቕንጥሰሉ በቲ ከዓ ዕምባባ ይጅምር ኣሎ ማለት እዩ በቲ ትቕንጥስ በቲ ከዓ ዕምባባ ይገብር ኣሎ ማለት እዩ ዓተር ብኸምኡ እዩ ብፍረ ብዛዕጎል ቅንጥብ ቅንጥብ ክተብሉ ዝበሰለ እቲ ቅይሕ ዝበለ ማለት እዩ ይኣኽሎ እዩ ዝበልካዩ ካብኡ ቅንጥብ ቅንጥብ እንዳበልካ ተጥቀም ትወስድ ማለት እዩ ትማሊ ኣብ ደገ ምስ ወፃና ማለት ራይ ከምዚ ገረ ቀስ እናገበርኩ ከምዚ ገረ በብሓደ ፍረ ቅንጥብ ቅንጥብ ኣቢለዮ ማለት እዩ ሽዑ በልየና እዮም ዝደቀይኪና ምናልባት ሰዊት ዓተር ክትገብራ እትደልያ ንዓመታ ማለት እዩ ሮማይ ሕጂ እኳ ከይዱ እዩ ንዓመታ ክትገብራ እንድሕር ደሊኹም እዚ ኖርማል ዓተር ንገዝኦ ኩሉ ግዜ ናይ ብቁልቲ ገለ ንጥቀመሉ ዓተር ከምዚ ናይ ዓድና ዓተር ማለት እዩ ኣብ ኖርማል ሓመድ ግብር ኣብልን ብሓመድ ኣፍልሶ እሞ ሽዑ ናብ መሬት ክምጥልኦ እቲ ኮሚደረ ውን ኣይወረድኩን ስለ ዝረኣየ ቆኒ ኮለን ቀና ኣይረኣኽዎን ቀንየ ቦቲ ውሽጢ ውሽጢ ከምዚ ኢሉ ብዙሕ ፈርዩ ጸኒሕኒ ክንወስድ እኳ ቀኒና እንዲና ሕጂ ግን ትማሊ ብዙሕ ብዙሕ በሲሉ ጸኒሕኒ ማለት ራይዎ በዚ ውሽጢ ወላሎ ብጣዕሚ ክጽቡቅ ማለት ደስ ክብለካ ማለት እዩ ፍረሽ ስለ ዝኾነ ከዓ ደስ ይብለካ ሓደ ሓደ ግዜ ቦታ እንድሕር ሃሊካ ከምዚ ጌርካ ማይ እንዳልካ ደፊ ኣብልካ ኣብታ ግዜ ዝረኸብካ ኩስኩስኩስኩስ እንዳበልካ እግሩ እግሩ ፀገም ዘለዎ ኣይኮነን። መሬት እንድሕር ሃሊኩም ብዝያዳ ካብዚ ናትና ዝበለፀ መሬት እንድሕርኩም ካብዚ ናተይ ዝበለፀ ከም ትገብራ ርግፀኛታይ ሸር ላይክ ሳብስክራይብ ኣይትረስዓኒ ምትባዕኹም ኣይፈለየኒ ብካልእ መደብ ክሳብ ዝመፀኩም ሰሰናይ ንዓኹም